ሰላም ጥዕና ይሃበለይ ከመይ ትጸንሑ ዝኸበርኩም ተኸታተልቲ ሃበ ሚድያ ካበ ዝኾነ ይኹን ጽዕንቶ ነጻ ብምዃን እሙናትን ትኩሳትን ሓበሬታታት ከቕርበልኩም ዝተዳለወ ሃበ ሚድያ ክትከታተሉ እናዓደምኩ እንቕርበልኩም ምድላዋት ብትኩሱ ንኽበጽሑኹም ንቻነልና ሰብስክራይብ ብምግባር ናይ ደወል ምልክት ክትነኹን ላይክን ሼርን ብምግባር ድማ ምድላዋትና ናብ ካልኦት ንኽባፅሑ ክትገብሩ ንላቦ። ንሎሚ ዓርቢ ክልተ ታሕሳስ ክልተ ሽሕን ዕስራን ክልተን ዘዳለናዮም ዜናታት ኣለውና። ክሳብ መወዳእታ ምድላዋትና ክትከታተሉና ይዕድም። ፈለማ ቀንዲ ቀንዲ ነጥብታት ከስምዐኩም። ስምምዕነት ሰላም ፕሪቶርያ ሰላም፣ ሃለዋትን ድሕንነትን ህዝቢ ትግራይ ብዘረጋግፅ መልክዑ ከምዝተፈረመ ዶክተር ደብረፅዮን ገብረሚካኤል ገሊፆም። ኲናት ትግራይ ኣብ ዩክሬን ካብ ዝተኻየደ ኲናት ንላዕሊ ህይወት ሰብ ከም ዝበልዐ ዋና ጸሓፊ ውድብ ሕቡራት ሃገራት ዓለም ኣንቶኒ ጉተሬስ ተዛሪቦም። ሰራዊት ኤርትራ ወሪሩ ኣብ ዝሓዞም ከባብታት ትግራይ ሕዚ እውን ንጹሃን ተጋሩ ይቐትልን የበሳብስን ከም ዘሎ ይግለጽ ኣሎ ዝብሉን ካልኦት ዜናታትን ኣለውና። ክትከታተሉና ደጊመ ይዕድም። ሕዚ ናብ ዝርዝሮም ከስግረኩም። ስምምዕነት ሰላም ፕሪቶርያ ሰላምን ሃለዋትን ድሕንነትን ህዝቢ ትግራይ ብዘረጋግፅ መልክዑ እዩ ተፈሪሙ ኢሎም ዶክተር ደብረፅዮን ገብረ ሚካኤል። ዶክተር ደብረፅዮን ነዚ ዝገለፁ ኣብ ህልዊ ኩነታትን ስምምዕነት ሰላምን ኣድሂቦም ምስ መራሕቲ ሃይማኖት፣ ሲቪክ ማሕበራትን ውድባትን ኣብ ዘሳለጥዎ መድረኽ ዘተ እዩ። ጎንፂ ብሰላም ክፍታሕ እንደልዮ ህልውና፣ ድሕንነትን መሰልን ህዝቢ ትግራይ ንምርግጋፅ ስለዝኾነ ኣብ ሰላምን ልምዓትን እውን ሓድነትና ክንደግሞ ይግባእ ክብሉ ገሊፆም። እቲ ሕዚ ዝተፈረመ ውዕሊ ሰላም ህዝቢ ትግራይ ካፍቲ ኣትይዎ ዘሎ ብርሰትን ጥፍኣትን ንምድሓን ዝተኻየደን ብቐፃልነት እውን ሃለዋቱን ድሕንነቱን ብዘረጋግፅ መልክዑ ዝፍፀም ከምዝኾነ ዶክተር ደብረፅዮን ገብረሚካኤል ኣረዲኦም። ዛጊድ ሓይልታት ኣምሓራ ናብ መሬት ትግራይ ኣትዮም ክልተ ግዘ ካብ ዝፈነውዎ ውግእ ወፃኢ ሓይልታት ምክልኻል ኢትዮጵያን ሰራዊት ትግራይን ኣብ ቀረባ ርሕቐት እናሃለዉ ተኹሲ ደው ኣቢሎም ከምዘለዉ ተሓቢሩ። ምስ ምፍታሕ ዕጥቂ ተኣሳሲሩ ዝተቐመጡ ተግባራዊ ስጉምትታት ዶክተር ደብረፅዮን ገብረሚካኤል እንትገልፁ፣ ሰራዊት ትግራይ ካብ ናይ ጎንፂ ቦታታት ይወፁ ከምዘለዉ ብምሕባር፣ ምርካብ ከበድቲ ብረታት ዝምልከት ግን ምስ ሰራዊት ኤርትራን ሓይልታት ኣምሓራን ዝተኣሳሰር ስለዝኾነ ተፈጻምነቱ በዚ ከምዝውሰን ገሊጾም። ዶክተር ደብረጼን ምስ ምእታው ሰብኣዊ ሓገዛት ዝምልከት ኣብ ዝሃብዎ መብርሂ በብእዋኑ ምምሕያሻት የርእዩ ምህላዎምን እቶም ዝኣትዉ ዘለዉ ሓገዛት ግን ብመንጽር ኣብ ባይታ ዘሎ ቅልውላው ክጠናኸር ከምዝግባእ ሓቢሮም። ኣብ ውሽጥን ደገን ዘሎ ትግራዋይ ከምቲ ኣብ መኸተ ዘርእዮ ሓድነትን ጥንካረን ሕዚ እውን ስምምዕነት ሰላም ኣብ ምዕዋት እጃሙ ከበርክት ጸዊዖም ዶክተር ደብረጽዮን ገብረሚካኤል። ሰራዊት ኤርትራ ወሪሩ ኣብ ዝሓዞም ከባብታት ትግራይ ሕዚ እውን ንጹሃን ተጋሩ ይቐትል ከም ዘሎ ኣሶሽየትድ ፕረስ ጸብጺቡ። ኣብ መንጎ መንግስቲ ኢትዮጵያን ህወሓትን ስምምዕነት ሰላም ብዕሊ ካብ ዝፍረም ሓደ ወርሒ ኣቑጺሩ እኳ እንተሃለወ ሕዚ እውን ህዝቢ ትግራይ ብሰራዊት ኤርትራ ግህሰት ሰብኣዊ መሰላትን መርሸንትን ይፍፀሞ ከም ዘሎ እቲ ማዕኸን ዜና ፀብፂቡ። እቲ ክልተ ሕዳር ዝተፈረመ ስምምዕነት ሰላም ንህዝቢ ትግራይ ሩፍታ ክፈጥረሉ ትፅቢት ብዙሓት እኳ እንተነበረ ሕዚ እውን ግን ኣብ ልዕሊኡ ግፍዕታት ምፍፃም ከም ዝቐፀለ ይግለፅ ኣሎ። እቲ ስምምዕነት ሰላም ካብ ዝፍረም ካብ ቀረባ እዋን ንነዘ ሰብኣዊ ሓገዛት ናብ ትግራይ ክኣትዉ ከም ዝጀመሩን ሰራዊት ኤርትራ ብዘለዎም ከባብታት ግን ሰብኣዊ ሓገዛት ክኣትዉ ከም ዘይከኣሉን ዛጊድ ካብ ሚእትን ኣርባዕተን መዕቖቢ ስደተኛታት ናብ ሓምሳን ኣርባዕተን ጥራሕ ሓገዛት ከም ዝኣተወ ሰራሕተኛታት ሰብኣዊ ሓገዝ ገሊጾም ይብል ጸብጻብ ኣሶሽየትድ ፕረስ። ዋና ጸሓፊ ውድብ ሕቡራት ሃገራት ኣንቶንዮ ጉተሬስ ትማሊ ንጋዜጠኛታት ኣብ ዝሃብዎ መግለጺ ኲናት ትግራይ ኣብ ዩክሬን ካብ ዝተኻየደ ኲናት ንላዕሊ ሰባት ዝበልዐ ከም ዝኾነ ብምግላጽ እቲ ስምምዕነት ሰላም ኢትዮጵያ፣ ኣፍሪካን ዓለምን ከምልጦም ዘይግባእ ዕድል እዩ ክብሉ ገሊፆም ይብል ፀብፃብ ኣሶሼትድ ፕረስ። ማሕበረሰብ ዓለም ሰራዊት ኤርትራ ኣብ ልዕሊ ህዝቢ ትግራይ ይፍፅሞ ንዘሎ ግፍዒ ደው ከብልን ካብ ትግራይ ተፀራሪጉ ንክወፅእን ይፅውዕ ኣብ ዘለሉ እዋን ብኣንፃሩ ሰራዊት ሻዕብያ ኣብ ትግራይ ሒዝዎም ኣብ ዘሎ ቦታታት ኮንኩሪት ድፋዕ ይኹዕት ከምዘሎ ካብ ትግራይ ዝወፅእ ዘሎ ሓበሬታ የመላኽት። ብተመሳሳሊ ቅድሚ ክልተ ዓመት ልዕሊ ሓደ ሽሕ ሰላማውያን ሰባት ብሰራዊት ሻዕብያ ብግፍዒ ዝተጨፍጨፈላ ከተማ ኣኽሱም ሎሚ እውን ድሕሪ ክልተ ዓመት ሰላማውያን ሰባት እታ ከተማ ብግፍዒ ይርሸኑ ኣለዉ። እቲ ዝገርም ግን ገለ ኣባላት ግፍዐኛ ሰራዊት ሻዕብያ ኣብ ታሪኻዊ ሓወልቲ ኣኽሱም ተፀጊዖም ዝኽሪ ሰማእታት ነኽብር ኣለና ብዝብል ኣብ ማሕበራዊ ሚድያ ዝወዝዕዎ ስእሊ ቁስሉ ዘይሓወየን ዘይተደበሰን ህዝቢ ትግራይ ኣብ ልዕሊ ሓዘኑ ምሕጫጭ ከምዝኾነ ይግለፅ ኣሎ። ሰራዊት ኤርትራ ኣብ መሬት ትግራይ ሓይልታቱ እናጠናኸረ ኣብ ዘለሉ እዋን ሰራዊት ትግራይ ድማ ካብ ብርክት ዝበሉ ሒዝዎም ዝፀንሐ ድፋዓት ይወፅእ ከምዘሎ ሚድያታት ትግራይ ይፅብፅባ ኣለዋ። ይኹን እምበር ብዛዕባ ጉዳይ ምውፃእ ሰራዊት ሻዕብያ ሕዚ እውን ዘዕግብ መልሲ ኣይተረኸበን። ኲናት ኢትዮጵያ ካብቲ ኣብ ዩክሬን ዘጋጠመ ክሳራታት ንላዕሊ እዩ ኣጋጢሙ ክብሉ ዋና ጸሓፊ ውድብ ሕቡራት ሃገራት ኣንቶኒ ጉተሬዝ ተዛሪቦም። ጉተሬዝ ነዚ ዝገለጹ ትማሊ ምስ ኣብይ ኣሕመድ ኣብ ዘካየድዎ ዘተ ኮይኑ ኣብ ዩክሬን ብዝተገበረ ኣዕናዋይ ኲናት ንኣሽሓት ሲቪላትን ከምኡ'ውን ዓሰርተ ክልተ ሽሕ ሰራዊት ህይወቶም ከምዝሰኣኑን ኣብ ትግራይ ብዝተኻየደ ኲናት ድማ ሽዱሽተ ሚእቲ ሽሕ ንፁሃን ተጋሩ ሓዊሱ ልዕሊ ሓደ ሚልዮን ህዝቢ ከምዝረገፈ ኣገንዚቦም። ውድብ ሕቡራት ሃገራት ኣብ ኢትዮጵያ ብሰንኪ እቲ ኲናት ዝበፅሐ ሰብኣዊ ቅልውላው ንምሕካም ንኹሎም ወገናት ዘድልዮም ሰብኣዊ ደገፍ ንምሃብ ብተወፋይነት ክሰርሕ ምዃኑ ጉተሬዝ ተዛሪቦም ይብላ ጸብጻባት ዝተፈላለያ ማዕኸናት ዜና ዓለምና። ብተመሳሳሊ ጉተሬዝ ኣብ ኣዲስ ኣበባ ዝካየድ ዘሎ ሻድሻይ ዋዕላ ሕብረት ኣፍሪካን ውድብ ሕቡራት ሃገራትን ብዝምልከት ምስ ሙሳ ፋቂ ብሓባር ብምዃን ኣብ ዝሃብዎ ጋዜጣዊ መግለጺ ኩሉ ግዘ ሰላም ኣድላዪ እኳ እንተኾነ ናብቲ ሰላም ንምብፃሕ ግን ቀሊል ከምዘይኮነ ዝገለፁ ኮይኖም ኣፍሪካ ሰላም የድልያን ይግባእን ስለዚ ድማ ሰላም ክህሉ ይፅውዕ እውን ኢሎም። ኣፍሪካ ብደገ እንትትረኣ ፍልፍል ፀገማት ከምዝኾነት እያ ትግለፅ ዝበሉ ጉተሬዝ፣ ኣነ ኣፍሪካ ክሪኣ ከለኹ ግን ተስፋን ዓቕምን እዩ ዝረኣየኒ ክብሉ ገሊፆም። ውድብ ሕቡራት ሃገራት ኣብ ዓለም ሰላም ንምርግጋፅ ይሰርሕ ኣሎ ዝበሉ ጉተሬዝ፣ እዚ ተግባራዊ ንክኸውን ድማ ምትእምማን ክንፈጥር ይግባእ ኢሎም። ኣብቲ ዋዕላ ኣብ ጉዳይ ሰብኣዊ መሰላት፣ ለውጢ ኩነታት ኣየር፣ ጸጥታን ልምዓትን ዝምልከት ጉዳያት ምስ ሃገራት ኣፍሪካ ዘተ ይካየድ ከምዘሎ ዝተፈላለያ ማዕኸናት ዜና ዓለምና ይጽብጽባ ኣለዋ። ፕሬዝደንት ጆ ባይደን ኲናት ዩክሬን ከብቅዕ ምስ ፕሬዝደንት ሩስያ ቪላድሚር ፑቲን ክራኸቡ ድሉው ከምዝኾኑ ተዛሪቦም። ከም ኣገላልጻ ጆ ባይደን፣ ፑቲን ናይ እማን እቲ ኲናት ንኸብቅዕ ሓቃዊ ድሌት ተሃልይዎ ምስ መዘንኦም ክራኸቡ ድሉው ከም ዝኾኑ ገሊጾም። ብወገን ሩስያ ረብሓታት ንምርግጋጽ ዝዓለመ ዘተ ክካየድ ከም ዘይትቃወም ዝተገለጸ ኮይኑ፣ ይኹን እምበር ሩስያ ቅድሚ ኲናት ኣሜሪካ ክትቅበሎ ብርግጽ ድልውቲ ከም ዘይኮነት ወሃቢ ቃል ሩስያ ክረምሊን ዴሜትሪ ፔሲኮቭ ኣተሓሳሲቦም። ፕሬዚደንት ፈረንሳይ ኢማኑኤል ማክሮን ብወገኖም፣ ንክልቲኦም ወገናት ዘየሰማምዕ ስምምዕነት ክፍፅሙ ከም ዘይድግፉ እዮም ምስ ባይደን ከም ዝተሰማምዑ ገሊፆም ዘለዉ። ፕሬዝደንት ባይደንን ፕሬዝደንት ማክሮን ኣብ ዋይት ሃውስ ድሕሪ ምዝታዮም ኣብ ዘውፅኦ ሓበራዊ መግለፂ፣ ዩክሬን ሉኣላዊትን ግዝኣታዊትን ሓድነታ ንክትከላኸል ቀፃሊ ደገፍ ከም ዝገብሩ ሓቢሮም። ኣስታት ዓሰርተ ኣዋርሕ ኣቑጺሩ ዘሎ ኲናት ሩስያን ዩክሬንን፣ ፈለማ እቲ ኲናት ቅድሚ ምጅማሩ ፕሬዝደንት ፑቲን ንኣዋርሕ ንዩክሬን ንምውራር ድሌት የብለይን ክብሉ እኳ እንተጸንሑ፣ ኣሽሓት ሰራዊትን ኣጽዋራትን ውግእ ናብ ዶባት ከጸግዑ ድሕሪ ምጽናሕ፣ ለካቲት ዕስራን ኣርባዕተን ክልተ ሽሕን ዕስራን ሓደን ኣብ ልዕሊ ዩክሬን ቅሉዕ ወራር ፈጺሞም እዮም። ምኽንያት እቲ ወራር ድማ እታ ኣርብዓን ኣርባዕተን ሚልዮን ህዝቢ ዘለዋ ዩክሬን፣ ቀጻሊት ስግኣት ሩስያ ስለዝኾነት ክትዓብን ህልውናኣ ክረጋገጽን የብሉን ብዝብል ከምዝኾነ ተንተንቲ ፖለቲካ ይገልጹ። ብተወሳኺ እውን ዩክሬን ናብ ኔቶ ክትጽንበር የብላን ዝብል ቅዋም ፑቲን ከምዝኾነ እውን ይግለጽ። ዛጊድ ኣብቲ ኲናት ብወገን ዩክሬን ካብ ዓሰርተ ክሳብ ዓሰርተ ሰለስተ ሽሕ ወታደራት ህይወቶም ከምዝሰኣኑ ዝተረጋገጸ ኮይኑ ብወገን ሩስያ ድማ ልዕሊ ዓሰርተ ሸሞንተ ሽሕን ሽዱሽተ ሚእትን ወታደራት ከምዝሞቱ ግምታት ኣለዉ ይብል ጸብጻብ ቢቢሲ። ዝኸበርኩም ተኸታተልትና ዕለታዊ ዜናታትና እዚኣቶም ይመስሉ ነይሮም። ንምክትታልኩም ክብረት ይሃበልና። ሃበ ሚድያ ብሓባር እነዕብዮ ናታትኩም ሚድያ እዩ።